ኣብ ሕቡራት መንግስታት ኣሜርካ ኣብ ግዝኣት ቴክሳስ እትርከብ ክሎዝያል ባዮሳይንስ እትበሃል ምዕቡል ዘሎ ናይ ጀነቲክን ናይ ዲኤንኤን ቴክኖሎጂ ተጠቂማ ቅድሚ ዓሰርታት ኣሽሓት ዓመታት ካብዚ ዓለምና ዝጸነቱ እንስሳታት ደጊሞም ዝፍጠሩሉ መንገድታት እተናዲ ትካል ታሪኻዊ ኮይኑ ብዘሎ መልክዕ ሓደ ቅድሚ ዓሰርተ ሽሕ ዓመት ጸኒቱ ዝበሃል ዳየር ዎልፍ ተባሂሉ ዝፍለጥ ሓደ ካብ ዓይነታት ተኹላ ንመጀመርታ እዋን ናብ ዓለምና ክምለስ እያ ገይራ ዘላ። ብመሰረት መጽሔት ታይም ዘርጊሓቶ ዘላ ሓበሬታ፣ እዛ ቴክሳስ ኣሜሪካ ዝመደበራ ትካል፣ ነቲ ቅድሚ ዓሰርተ ሽሕ ዓመታት ካብዚ ዓለምና ዝጸነተ ዓይነት ተኹላ መሊስካ ናብዚ ዓለም ንምምላሱ ጻዕርታት ክትገብር ከም ዝጸንሐት ሕጂ ድማ እቲ ጻዕሪ ተዓዊቱ፣ ድሮ ክልተ ተባዕትዮ ሓንቲ ኣንስተይቲ ቶኽላ፣ ማለት ሰለስተ ካብዚ ቅድሚ ዓሰርተ ሽሕ ዓመት ዝጸነተት ዳየር ዝበሃል ዓይነት ቶኽላ ናብ ዓለምና ኣቐልቂላ ከም ዘላ ገሊጻ። እዞም ዳየር ዎልፍ ተባሂሎም ዝፍለጡ ዓይነት ቶኽላ ቅድሚ ምጽናቶም ኣብ ሰሜንን ደቡብን ኣሜርካ ብብዝሒ ዝነብሩ ዝነበሩ ኮይኖም ካብ ጫፍ ካናዳ ክሳብ ከባቢ ቨነዝዌላ ኣብ ዘሎ ከባቢታት ከኣ ብብዝሒ ከም ዝነበሩ እዩ ዝፍለጥ። ይኹን እምበር ቅድሚ ዓሰርተ ሽሕ ዓመታት ብዘይፍለጥ ምኽንያት ካብዛ ዓለምና ከም ዝጸነቱን ክሳብ ሕጂ ድማ እቲ ዲኤንኤ ናቶም ዝተረኽበሉ ኣዕጽምቶምን ኣሰራቶምን እንተዘይኮይኑ ተራእዮም ከም ዘይፈልጡ እዩ ዝግለጽ። እዛ ኣብ ቴክሳስ ኣሜሪካ እትርከብ ክሎዚያል ባዮሳይንስ እትበሃል ትካል ድማ ነዚ ካብ ተረፍ ናይዞም ዝጸነቱ ተኹላ ዝረኸበቶ ዲኤንኤ መጽናዕቲ ብምግባር ጀነቲክ ኢንጂነሪን ተባሂሉ ዝፍለጥ ባዮሎጂካዊ ምዕባለ ተጠቂማ ነቲ ብብዝሒ ኣብዛ ዓለም ዘሎ ግረይ ዎልፍ ዝበሃል ዘሎ ጀነቲካዊ ኣቃውማ ነቲ ናይ ዳየር ዎልፍ ንምምስሳል ኣርትዖት ብምግባር ንማህጸን ናይ ተራ ናይ ገዛ ከልቢ ድማ እቲ ብመንገዲ ጀነቲካዊ ኢንጀነሪን ዝተመስርሐ ድቂ ናይዞም ዝጸነቱ ዓይነት ተኹላ ከም ዝዓብየሉ ተገይሩ፣ እዞም ሰለስተ ዓይነት ናይቲ ቅድሚ ዓሰርተ ሽሕ ዓመት ዝጸነተ ተኹላ ተወሊዶም ዘለዉ። እቶም ክልተ ቅድሚ ሽዱሽተ ወርሒ ዝተወልዱ ኮይኖም ድሮ ኣብ የዒንቲ ካሜራ ቀሪቦም ከም ስእሊ ትሪእዎም ዘለኹም ኮይኖም እታ ክልተ ወርሒ ዝገበረት ጌና ናብ የዒንቲ ካሜራ ዘይቀረበት ግን ክሳብ ትጉብዝ ካብ የዒንቲ ህዝቢ ንምኽዋል ናብ ካሜራ ከምዘይቀረበት ዘላ እዩ ተገሊጹ ዘሎ። እዛ ትካል ከኣ በዚ ሕጂ ረኺባቶ ዘላ ዓወት ናይ መጻኢ መደባ ነቲ ማሙስ ተባሂሉ ዝፍለጥ ሓርማዝ ዝመስል ቅድሚ ኣርባዕተ ሽሕ ዓመት ዝጸነተ እንስሳ በዚ መስርሕ ጌራ ናብ ህይወት ክትመልስ ትደሊ ዘላ ኮይና ብድሕሪኡ ድማ ነቲ ቅድሚ ከባቢ ሚእትን ዒስራን ሓሙሽተን ዓመታት ዝጸነተ ታስማንያን ታይገር ተባሂሉ ዝፍለጥ ነብሪ'ያ ናብ ህይወት ክተምጽእ ትደሊ ዘላ። እዛ ትካል ብተወሳኺ ካልኦት ቅድሚ ነዊሕ ዓመታት ዝጸነቱ ጨራሩ ኮነ ካልኦት እንስሳታት እውን ናብ ህይወት ከተምጽእ መደብ ኣለዋ። ምስ እስራኤል ምስ ኲናት ቃዛ ብዝተሓሓዝ ክሳብ ሕጂ ኣብ ተፋጠጥ ዘሎ ኣብ የመን ዝርከብ ዕጡቕ ጉጅለ ሑቲ ብጀካቲ ኣብ ሃገራት ማእከላይ ምብራቕ ዘለዎ ጽልዋ ንምዕባይ ዝገብሮ ዘሎ ምንቅስቓሳት ኣብ ኣፍሪቃ ብፍላይ ድማ ኣብ ቀርኒ ኣፍሪቃ ዘሎ ጽልውኡ ንምዕባይ ብንጥፈት ይሰርሕ ኣሎ ክትብል ሓንቲ ናይ እስራኤል ማዕከን ዜና ዘርጊሓቶ ኣብ ዘላ ጸብጻብ ሓቢራ። እታ ዋይ ኔት ኒውስ እትበሃል ፍልጥቲ ናይ እስራኤል ማዕከን ዘርጊሓቶ ኣብ ዘላ ጸብጻብ፣ ሑቲ ኣብ ቀርኒ ኣፍሪቃ፣ ኣብ ጅቡቲ፣ ኣብ ሶማል ድማ ኣብ ሶማሊላንድን ፑንትላንድን፣ ኤርትራን ኢትዮጵያን፣ ዘለዎ ጽልዎ ንምዕባይ ይሰርሕ ከምዘሎን ዝተፈላለየ ቅድሚ ሕጂ ዝተዘርግሐ ጸብጻባት ከምዝገልጾ ድማ እቲ ዕጡቕ ጉጅለ ጸልውኡ ዘስፋሕፍሑ ኣባላቱ ናብዚ ከባቢታት ሰዲዱ ከም ዝፈልጥን ይሰርሓሉ ከም ዘሎን እያ ገሊጻ። እታ ማዕከን ቀጺላ፣ እዚ ሑቲ ኣብ ጅቡቲ፣ ሶማል፣ ኤርትራን ኢትዮጵያን ጽልውኡ ንምዕባይ ዝገብሮ ዘሎ ምንቅስቓሳት ንእስራኤል ሓደጋ'ዩ ድሕሪ ምባል፣ እስራኤል ከኣ ነዚ ጽልዋ ናይ ሑቲ ንምምካት ኣብቲ ዞባ ዲፕሎማስያዊ ስራሕ ይጽበያ ምህላዉ ገሊጻ። እዛ ማዕከን ብተወሳኺ ነቲ ዕጡቕ ጉጅለ ሑቲ ኣብ ኢትዮጵያ ከምኡ ድማ ኣብ ጅቡቲ ክነብሩ ዝጸንሑ ተወለድቲ ብሄር ዓፋር ዝኾኑ ኤርትራውያን ናብ የመን ወሲዱ ኣብ ኤርትራ መሓውሩ ንክኾኑ ዝሃቦ ስልጠናታትን ዝገበሮ ፈተነታትን ኣብ ዝሓለፈ ቀረባ እዋን በቲ ሑቲ ዝቃወም መንግስቲ የመን ዝወጸ ጸብጻብን እውን ጠቒሳ'ያ እዛ ማዕከን ንምንቅስቓሳት ሑቲ ኣብ ሶማል፣ ኤርትራ፣ ኢትዮጵያን ጅቡትን ኣመልኪታ ጸብጻብ ዘርጊሓ ዘላ። ብጀካ እዚ ውን ሑቲ ኣብ ሶማል ጥራይ ዘይኮነ ኣብ መላእ ቀርኒ ኣፍሪቃ ምስ ከም ኣልሸባብ፣ ኣልቃዒዳን ዳዕሽን ዝኣመሰሉ ግብረ ሽበራውያን ጉጅለታት ርክባት ንምፍጣር ይሰርሕ ምህላዉ ውን ገሊጻ'ላ። ከም ዝዝከር ኣብ ዝሓለፈ ቀረባ እዋን ዕጡቕ ጉጅለ ሑቲ ካብ ጅቡቲ ሓደ ኤርትራዊ ናብ የመን ብምውሳድ ኣብ ኤርትራን ኢትዮጵያን ንዕኡ ዝመስል ካልእ ጽልዋ ዝፈጥረሉ ጉጅለ ንምፍጣር ክዕልሞም ከም ዝፈተነን ብብዙሓት ብኸምዚ ኣገባብ ተታሊሎም ናብ የመን ዝውሰዱ ከም ዘለዉ ኣብ ኢድ መንግስቲ የመን ምስ ኣተወ ተዛሪቡ ነይሩ እዩ። ኣብ ሊብያ ዝርከቡ ኤርትራውያን ስደተኛታት ብፖሊስ ሊብያ ይግፈፉ ይግፍዑን ከም ዘለውን ኢሰብኣዊ ብዝኾነ ኣተሓሕዛ ተዳጒኖም ዘይተኣደነ ገንዘብ ክኸፍሉ ይግደዱ ከም ዘለውን ገሊጾም። ኣብ ሊብያ ጸለምቲ ስደተኛታት ክሰራጠዩ ሓድሽ እኳ እንተዘይኮነ፣ እዚ ሕጂ ዝያዳ ስግኣት ፈጢሩ ዘሎ ግን ዓበይቲ ሰበስልጣን ሊብያ ብኣልማማ ክገፍዎም፣ ነዚ ኣበዩ ድማ ብጠያይት ክሃድንዎም ሓበሬታ ድሕሪ ምትሕልላፎም ዝተጎሃሃረ ምዃኑ'ዩ ኤርትራውያንን ኢትዮጵያውያንን ዝኾኑ ስደተኛታት ዝገልጹ። ንኣብ ሊብያ ዘለዉ ስደተኛታት ኩነታቶም ኣመልኪቱ ንዓለም ዘቃልሕ ትካል ድምጺ ስደተኛታት ዝበሃል ዘይመንግስታዊ ትካል ብወገኑ፣ መንግስቲ ሊብያ ብፍላይ ቀዳማይ ሚኒስተር እታ ሃገር ዓብዱልሓሚድ ድባይባ፣ ከምኡ ድማ ሚኒስተር ውሽጣዊ ጉዳያት ዕማድ ኣልጠራቡልሲ ሰብኣውነት ዝጎደሎ ናይ ጽልእ ቃላት ብምዝርጋሕን ነቶም ዓመጽቲ መጥቃዕቲ ብምእዛዝን ብውልቆም ተሓተትቲ እዮም ብምባል ኣብቲ ዘውጽኦ መግለጺ ሓቢሩ። ብተወሳኺ ዝርዝር ኣስማት ናይቶም ሓላፍነት ክስከሙ ኣለዎም ዝበሎም ሰበስልጣን ዝምልከቶም ኣካላትን ብምቕማጥ ኣብቲ ስደተኛታት ካብ ሊብያ ንምስጓግ ዝገብርዎ ዘለዉ ኣዋጅን ወፈራን ዘለዎ ቅሬታ ገሊጹ'ሎ። ሓደ ንማዕከን ዜና ቢቢሲ ብዛዕባ ዘሎ ኮነታት ኣመልኪቱ ሓበሬታ ዝሃበ፣ ንድሕነቱ ሽሙ ዝተቐየረ ብ ተኽለ ዝተጸውዐ ኤርትራዊ፣ ነዚ ዓዲ ምስ ኣተኻዮ መውጽኢ ስለ ዘይብሉ፣ ህይወትና እናተሓታተትና ኢና ንነብር ዘለና ብምባል ብኣልማማ ግፍዕታት ይወርዶም ምህላዉ ኣረዲኡ። ኣብ ዝሓለፈ ወርሒ መጋቢት ክልተ ሽሕን ዒስራን ሓሙሽተን፣ ኤርትራውያን፣ ኢትዮጵያውያንን ሱዳናውያንን ብብዝሒ ኣብ ዝነብሩሉ ጠራብሉስ ናብ ዝተባህለ ቦታ ብምኻድ፣ ፖሊስ ነቶም ስደተኛታት ኣባይቶም ብምቅጻል ንከባቢ ሰማንያ ከምዝዶጎነዎምን እቶም ካብኡ እግረይ ኣውጽእኒ ኢሎም ዝሃደሙ ከኣ ተበቲኖም ከምዘለዉን እውን ተኽለይ ይገልጽ። ምስ ተኣስሩ ከኣ ካብቶም ብዙሓት ኤርትራውያንን ካልኦት ስደተኛታትን ካብ ሽሕ ዶላር ክሳብ ክልተ ሽሕን ሓሙሽተ ሚእትን ዶላር ከም መውጽኢ ይሕተቱ ምህላዎም እውን ገሊጹ ኣሎ። እዚ ሕጂ ኣብ ልዕሊ ጸሊም ሕብሪ ቆርበት ዘለዎም ኣፍሪቃውያን ስደተኛታት ኣብ ሊብያ ዘጋጥም ዘሎ በደላት ካብ ዝጅምር ከም ኢትዮጵያ፣ ሶማልን ሱዳንን ዝኣመሰላ ሃገራት ዜጋታቶም ናብ ሃገሮም ንምምላስ ክጽዕራ ምዃነን ክገልጻ እንከለዋ፣ እታ ኣብ ኲናት ዘላ ሱዳን ድማ ዜጋታታ ካብ ብዙሕ ምንቅስቓስን ግፋ ካብ ዘለዎ ከባብን ክርሕቑ ናብ ሊብያ ዝርከቡ ዜጋታታ ምኽሪ ለጊሳ'ያ። ካልእ ንድሕነቱ ሽሙ ዝተቐየረ በረኸት ዝበሃል ካብ ትግራይ ዝተሰደ፣ ኣብዚ እዋን ኣብ ሊብያ ኣብ ኣፍ ሞት ከም ዘለው'ዩ ንማዕከን ዜና ቢቢሲ ዝሓበረ። ንሱ ኣብ መግለጺኡ፣ ካብ ፖሊስ ሊብያ እናተሓብአ ቅሳነት ሓሪምዎም ኣብ ድርኩኺት እቲ ዝፈርሕዎ ሞት ከም ዘለዉ ክገልጽ እንከሎ፣ ሓደ ወዲ ዓዱ ምስ በዓልቲ ቤቱን ውላዶምን ካብ ሻርዕ ዓሸራ ዝበሃል ቤቶም ከም ዝገፈፍዎምን ክሳብ ሕጂ ኣበይ ከም ዘለዉ ከም ዘይፍለጥን ብምጥቃስ ኩሎም ካብ ገዛ ከይወጹ እናተሓብኡ ካብ ግፋ ይኽወሉ ምህላዎም ክገልጽ እንከሎ፣ ፈሪሖም ኣብ ስቱር ዝበልዎ ቦታ ብምኻድ እኳ እንተተሓብኡ ወጺኦም ዝኾነ ዕዳጋ ክገብሩ ስለ ዘይክእሉ ግን